ከየዕርፍ የደሊ ኣነ ከዕርፍ ኣይደልዩን ኣነ ተረዲካ ኣለዎ ደኮይ ከዕርፍ የብሉን እጂ እቲ ስቃይ ናይዚ ክናዋሕ ጥራይ ደለዎ ክናዋሕ እዩ ደለዎ ስቃይ ናይዚ እታ ስቃዩ ከዓ ይበልዓ ኣሎ እታ መዓልታዊ ድዛረባ እንታይ ረሳሕ ወዲ ረሳሕ ንዚ ሞት ሓማሴና ኮሎ ግዛይ ክቅፅል ኣለዎ ብሊ ነበረ እስራኤል ዘሎ እንታይ ሓላይ መሲሉ ዝክዛረብ ረሳሕ ወዲ ረሳሕ ግን እቲ ጽግዕተኛ ማለት እዩ ካብቲ ዘረባ ምስ ሰኣነ ድየ እሞ ከምኡ ዝብሉ ዝኾኑ እኮ ዝብላ እማ ኣነ ጎጆ ከምኡ ክትብል ሰሚዐካ ኣይፈልጥን ሓንቲ መዓልቲ እውን ሓቂ ዘረባ እጅሎ ንሓማሴን ትፀርፎም ኢኻ ገለ ትዋርዶም ኢኻ ግን ሞት ናይ ሓደ ሕብረተሰብ ክቕፅሉ ኣለዎም ንሶም ናቶም እዚ እዚ ኣነ እንታይ ይብል እናመስልካ ከምዚ ንስኻ ትብሎ ኣብ ዘይትምጡ ምስ ዝብልካ ሓደ ሕብረተሰብ ግደፎ ድሓን እዚ ንፍናይ ኣነ ፈኮነ ደ- እዞም ደቂ ሓማሴን እንድሕር ሰሚዖም ነጂ ናብዚ ብርጌድ ንሓመዱ ይትኽድ እየ ንብሎም ኣነ ኣይትኽድ እዩ ኣብ በቃ ከለካ ግደፎ ድሓን ኣብ ከሎ ኣንስኻን ዛራ ግደፎ ድሓን ናእፌ ግደፎ ኣብልካዮ ገለ መለ ትርጉም የብሉን ክህሉ ነርዎ እሞ ክሰምዑ ነርዎ ወላ ኣብቲ ሓደ ኣካውንት ዝሰምዕ ወላ ይህሉ እኮ። ኖኖ እወ ዝሰምዕ ኣሎ እኮ ዝሰምዕ ኣሎ ተጸጊ ሕጂ እንታይ ኢሉ መሲልካ። ሓደ ሰብ እዚ ወላ ንስኻ ትብላ ኩሉ ግዜ ወላ ኣብ ገዛኻ ዝኾነ ወላ እንዳጨረምካ ዲኻ ወላ እንዳዛናጋዕካ ኣብ ዝኾነ መልእክቲ ተብላስ ኣብዚሲ ንብዓት ሞይ ተርእዩ ኣብዚሲ ኣብዚ ማስሜድያ ዝመጽእ ክሕነቐ ዝብለና ፈለማ ትምዕዶ ክሕነቐ ዝበለ ወላ ሓንቲ ክትገብሮ ኣይትኽእልን ኢኻ። ኩሉ ግዜ እንታይ ትብል ንስኻ ነቦኹም
ነቦኦም ነዲኦም እዮም ከዱ ከዱ ሓደ ሰብ ክኸይድ ከሎ ካብዚ ዓለም ክኸይድ ከሎ ነቦኦም ነዲኡን እዩ ዝኸይድ ንወዱሓማትን ወይ ኣኮሎግዛ ወይ ንሰራ ይኮነን ዝኸድ ሓደ ሰብ ክመውት ከሎ ስዕስዑ ደይ ኣለዉ ንሪኦ እንዲለና ንስዕስዑ ትማል ናይ ሓዘን ክንገብር ኢና ዶ ናይ ገለ ክንገብር ኢና እንዳበሉ ይስዕስዑ ደይ ነበሩ እዞም ኣብ ስርያ ኣለኸዱ ኣሕዋትና ንደቆም ነንስቶም ነዲኡ ወላዲቱ መሬት ክፀባ ዒሕ ፍንጭሕ ኢላ ተረዲእካ ኡይ እንዳበለት ማርያም ማርያም እንዳተባሉ ኣንስቲ እንዳለመና ዝወለደቶ ኣዲኡ ንዓዓ እዩ ከይድዋ ኣዲኡ እያ ትቆሪ ሓደ ሰብ ክመውት ከሎ መታዓቢቱ ይቆሪ መታዓቢቱ ሂወቱ ይቅፅል እዩ ተረዲእካ ድዩ መታዓቢቱ ወዲ መትከሎ ድዩ ዋዳ ወዲ ገሊኡ ድዩ ዋዳ ወዲ ገሊኡ ኩሉ ነገሩ ተረዲእካ ኣሎ ድዩ ኣነ ብለካ ኣለኹ ዓመት ቆልዓ ሃልይዎ ዓመት ቆልዑ ይሕልፍኒ ናይ ዓርኩ መይትዎ ብ ካልእ ዓዲ እዚ እንትነብሮ ደለና ሓቂ እኮ ኣይትሪኦ ደለና ሓቂ እኮ እዩ ገሊኡ ከዓ ኣብ ስርሒቱ ይውዕል ሓንቲ መዓልቲ ንስራሕ እንታይ ድበሃል ኢሉ ሰሓቦ ነዚ ወዲ ሓንቲ ወይ ኣውርዶ ዝበልኩኻ ምክንያቱ ብሰንከይ ወሪዱ ትወዲ ስሕቦ ትበል ኢኻ እዚ እዚ ስሉብ ወዲ ኣታ ኣዲኡ ይፀርፋኒ ኣነ እዚ ከምዚ ነደይ ክፀርፋ ፀንሐ ገለ ኣዲኡ ይፀርፋኒ ኣነ ከምዚ ዝገብርዎ ገለ ኣይፀርፋኒ ኣይፀርፋኒ ነዲኡ ኣነ ደይነበረኒ ምቅርብ ሕጂ ምፀረፍኮ ንዳእትው ኢለ ብዛዕባ ኣዲኡ ኣይ ኣይጸፋን ይነዲ ንሱ ግን ክትፈልጥዎ ዘለኩም ኩላትኩም ከኣ ትፈልጥዎ ከም ሓድሽ ነገር የለን እዩ ወላ ሓንቲ ጀዲድ ነገርስ የለን እዩ ስሉብ እዩ ስሉብ ገፊሕ ማዓኮር እዩ ብዛዕባ ግብረ ስዶም ድዛረብ ወዲ ተባዓታይ እንተ ደኣ ኮይኑ ገይዶ ገለ መለ ዶ ገለ ትብል ድወሰደታ ጥራይ እዚ ከኣ ንዑ ንዓዓ ጥራይ ኣይኮነ ኣጎንቢሐማ ሱዳናውያን ኣጎንቢሐም እዮም ንዑ ኣጎንቢሐም እዮም ማለት እዩ ወዲ ሓሰማ እዚ ልኹስ ሩምሱስ ወድ ሉምሱስ ማለት እዩ ፅግዕተኛ ስዩም ስም ስዩም ሓረስታይ ትማል ም- ኣብ ሰብዓታት ኣብ ሰብዓ ኣርባዕተ እንደፀጎዖ ምንጡል ሓፍቱ ቀዲሕና ይብል እንታይ ድገር መሲልካስ ለባም ክፃወት ኢሉሲ ኣነስ ንኣፍዮስ ንሓማሴን ከማን ብዝሕብለለይ እዞም ሓራይ ኣድካ ንሓማሴን ፀሪፎም ገሩ ፀርፊ ኩሉ ግዜ ዘይለን ጎልጎሲ

ሕጂ ታይ መስልካ ሓማሴን ኢልካ ዋላ ሓመድ ግበሮ ሓማሴን ናይ ኩላትኩም መጸውዒ እምበር ናይ ሓደ ኣውራ ሕጊ የብላን ኣብዚ ሓማሴን ባይ ንሕና እኮ ግድና ንጻረፍ ኢና እኮ ከምዚ ሎሚ ንጸርፎ ስለዚ ተብል ነፍቲ ዝጸርፎ ግን ከምዚ በቃስ ሕቡናት ክኾኑ ይደልዩ በቃ ሕጂ እዚ ምኪኤል ዓንተ ወይስ

ይዕበልዎም ነቶም ደቂ ሓማሴን ኮም ኣብ ኣብዚ መጺኦም ንዓኹ ኢልዎ ዝገብሩ ኣብዚ መጺኦም ንዓኺ ዝፍክሩ ኣለኹ ኢሉስ ናብ ገጹ ከይድዎ ይብለካ ኣለኹ ናብቲ ከተምኡ። ክስታይ እንተ እቲ እቲ እቲ ጸገም እንታይ ኣሎ መሲልካ እታ ንዓበ ኣሎ ገለ ገለ ድብለኒ የለን ንዓያ ነሚክ ክብሃል ኣታ ኣብ ስዊዝ ድፍለጥ ሰብ ኣይኮነን ዙሪክ ዶ ገለ መለ ኣብ ስዊዝ ኪድ ናተይ እንዳ ፖሊስ ረኣዮ እናትንና ሲ ድፈርሕ ሰብ ኣይኮንኩን ባይዘወይ ንነብሰይ ኣሚነ እየ ድማ ከማኹም ኣኩሉ ግዛይ ኣሚነ ሓማሴን ኣሚነ ሰራየ ኣሚነ ድኸይድ ሰብ ኣይኮንኩን እስኻ ሲ ደቂ ኣኮሎጉዛይ ደይረደኡኒ ኢልካ ደይኮንካ ሚኒን ክትብሎ ዒልካ ስለ እተጻረፍካስ ደቂ ኣኮሎጉዛይ ክረድኡኻ ሕሙም ዲኻ ንነብስኻ ኣሚንካ ተ ናኣ ንነብስኻ ኣሚንካ ኢኻ መጺኻ ምሽ ኣብዚ ሚድያ ጋርበና እንዳ በለትካ ክሽቅጠለ ገለ እሞ እንታይ ትፈልጥ ደኣሞ ሕጂ ንደቂ ኣኮሎጉዛይ ከምዚ ይብሉኒ ንኣይ ከሊኦምኒ ከምዚ ገይሮምኒ ንምንታይ ትብል

ኣሞታጀር ዶ ወለዶም ኣሎ ጅሲ እዚኣ ተለካ እኮ ኣክልቲ እያ ኣሞታጀር ስኢልካ ጥራሕ ናይ ኣምሓርኛ ተላመድ ስለዚ ብሮ መዓልቲ ባክ ግዜ የለኝም ሚኪ ዓርቢ ከምሬ ነው ያላ ብሮ የኣማርኛ እስክሳ ተለማመጂ ያምርብሻል ኦኬ ሳሚ ከኣ ነብቲ ሓጥንሓ እሞ እወ ሕጂ ኣነ ድብለካ እንታይ መሰልካ ቪድዮ ክፈቶ ቪድዮ ክፈቶ ከኣ